ሓደ ግዜ ኣብ ሓደ ዓዲ ሓደ ጀነራል ነበረ እሞ እዚ ጀነራል ነቲ ኣብቲ ከባቢ ዝነበረት ደሴት ክወራ ስለ ዝደለየ ወተሃደራቱ ሒዙ ብለይቲ ብመርከብ ናብቲ ደሴት ይሰግሩ ንግሆ ዳርጋ ክወግሕ ምስ ደለየ ከዓ ወተሃደራት ተዳልዮም ነታ ደሴት ክወርዋ ተበገሱ እንተኾነ ግን ዘይሓሰብዎ ነገር እዩ ጋጢምዎም። ኣብታ ደሴት ዝነበሩ ወተሃደራት ብኹሉ ነገራት ካብኦም ዝበዝሑን ካብኦም ዝሓየሉን ኮይናዮም ጸኒሖም። እዚ ምስ ረኣዩ ብምሉኦም ወተሃደራት ፈርሑ። እዚ ዝተዓዘበ ጀነራል ከዓ ምልስ ኢሉ ነተን ተሳገሩለን መርከባት ኣቃጸለን ድሕሪኡ ምልስ ኢሉ ከምዚ ኢልዎም ድሕሪት ንምለሰሉ ወላ ሓንቲ ምክንያት የለን ምክንያቱ ከዓ ተን ዝመፀናለን መርከባት ተቃፂለን እየን እታ ዘላትና ኣማራፂ ሓንቲ እያ እሳ ከዓ ክንስዕር ጥራይ ኢና በሎም ብድሕሪ እዚ እቶም ወተሃደራት እቲ ነገር እቲ ናይ ህይወትን ናይ ሞትን ስለ ዝኾነ ናይ ግድን ክስዕሩ ከም ዘለዎም ስለ ዝኣመኑ በዚ ተቓሊሶም ከዓ ተዓዊቶም ወፁ እዛ ስቶሪ እዚኣ ንምንታይ ኣምፅያ ብዙሓት ሰባት ብዝተፈላለየ ግዜ ዕዉታት ክኾኑ ከም ዝደልዩ እዮም ዝዛረቡ እንተኾነ ግን እቲ ዝገብርዎ ተግባራትን እቲ ዝኸድዎ መንገድን ናብ ዓወት ዘብፅሖም ኣይኮነን ክልተ ነገራት ኣለዋ ወሰንቲ ነገራት ሓደ ሰብ ዕውት ክኸውን ድሕር ደልዩ እዘን ሎማዓንቲ ዝነግረኩም ክልተ ነገራት እንድሕር ብትኽክል ጌርኩመን ርግፀኛ እየ ናብቲ ዓወት ዝበሃል መገዲ ጉዕዞ ከም ትጅምሩ ይርሓቕ ይብዛሕ ይንዋሕ ከዓ ኣብቲ ቦታ ከም ትበፅሑ ርግፀኛ እየ እታ ቀዳመይቲ ብትኽክል እንታይ ከም ደሊ ምፍላጥ እዩ ብዙሕ ግዜ እንታይ ከም ደሊ ክንፈልጥ ኣለና ኢለ ክዛረብ ሰሚዕኹም ንትኾኑ እዮም ብትኽክል እንታይ ከም ደሊ ንፈልጥ ዶ ንግሆ ብዘይ ኣላርም ንትስኣሉ ምሸት ዶንጊና ንሰርሓሉ ዕላማ ኣለና ዶ ዝበዝሐ ሰባት ወይ ንገንዘብ ወይ ደማ ሰባት ክገብርዎ ስለ ዝረኣዮ እዮም ዝሰርሕዎ ኮፍ ኢልና ግን እንታይ ከም ንደሊ ሓሲብና ንፈልጥ ዶ ኣነ ነዚ ዝደልዮ እዚ ዋላ ብነፃ ክገብሮ ይኽእል እየ ንብሎ ነገር ኣለና ዶ መጀመርያ እንታይ ከም ንደሊ ንፍለጥ እዚኣ እታ ቀዳመይትን ወሳኒትን እያ ናበይ ከም ንጓዓዝ እንድሕር ዘይንፈልጥ ኮይና እንታይ ከም ንደሊ እንድሕር ዘይንፈልጥ ኮይና ፈፂምና ክንንቀሳቀስ እውን ኣይንኽእል ኢና ኣብታ ዘለና ኢና ኮለል ንብል ስለዚ እቲ ቀዳማይ እንታይ ከም ንደሊ ብትኽክል ምፍላጥ እዩ። ብድሕሪ እዚ እቲ ወሳኒ ነገር እዩ ዝመጽእ። ኩሉ ነገራትና ነቲ ዕላማና ነቲ ክኸውን ንደልዮ ናይ ህይወትና ዕላማ ከነግዝኦ ምኽኣል እዩ። ኩሉ እቲ ፎከስና ኣብኡ ጌርና ናብኡ ምጽዓር እዩ። ናይ ህይወት ጉዕዞ ምግባር እዩ። እንገብሮ ብምሉእ ከኣ ናይ ሞትን ህይወትን ጌርና ክንገብሮ እዩ ዘድልየና። ከምዚ ገይሮም ዝተጓዓዙ ብምሉኦም ኣብ ዓወት በጺሖም እዮም። እንድሕር ኣብቲ ትደልይዎ ክትበጽሑ እትደልዩ ኾንኩም ሙሉእ ነገራትኩም፣ ስምዒትኩም፣ ሓሳባትኩም ብምሉኡ ከይተበታተነ ናብኡ ፎከስ ግበሮ። ንዕኡ ጥራይ ክትደልዩን ንዕኡ ክትገብሩን ንኹሉ ነገራትኩም ናብኡ ክግዛእ ከም ዘለዎን ግበርዎ። ማይክል ጃክሰን ኣብ ስቴጅ ክደርፍ ርኢኹምዎ ትፈልጡ ዶ? ማይክል ጃክሰን ክደርፍ ከሎ ብዙሓት ሰባት ፌንት ክወፁ፣ ብዙሓት ሰባት ክበኽዩ፣ ብዙሓት ሰባት ነፍሶም ምፍላጥ ክሳዕ ዝስእኑ ክኾኑ ሪኢኹሞም ትፈልጡ ዶ? እንታይ ይመስለኩም እዚ? እቲ ምክንያት ማይክል ጃክሰን ነቲ ዕላምኡ ሙሉእ ህይወቱ ስለ ዝወፈየሉ እዩ። እሱ ሙዚቃን ፍልልይ ከም ዘይብሎም ስለ ዝገበረ ሓደ ክሳዕ ዝኾኑ ኣብ ስቴጅ ወፂኡ ማይክል ጃክሰን ክደርፍ ከሎ እንታይ ገብር ከም ዘሎ ከማን ኣይፈለጥን። ምክንያቱ ሙሉእ ብሙሉእ እዩ ኣብቲ ስምዒት ዝኣቱ፣ ሙሉእ ብሙሉእ እዩ ምስቲ ዝገብሮ ነገራት ዝወሃሃድ፣ ምስቲ ጥበብ ዝወሃሃድ ምስቲ ደርፊ ሙሉእ ብሙሉእ እዩ ዝወሃሃድ። ከምዚ ክንገብር ንኽእል ዶ? ምስቲ ዕላማና ምስቲ ክንበጽሖን ክንረኽቦን ንደሊ ዘለና ዋጋ ክንከፍለሉ ሙሉእ ብሙሉእ ምስኡ ክንወሃሃድ ንኽእል ዶ? ሙሉእ ህይወትና ክንስወኣሉ ንኽእል ዶ? ነዊሕ ጉዕዞ ክንጓዓዝ ንኽእል ዶ? ናይ ህይወት ተግባራትና ኢልናኸ ክንቅበሎ ንኽእል ዶ? ዝበዝሑ ሰባት ነዚ ስለ ዘይፈልጡ እዮም ኣብቲ ዓወት ዘይበጽሑ። እቶም ኣብዚ ምድሪ ዘለዉ ዕዉታት ንብሎም ሰባት ብሙሉኦም እንድሕር ኣጽኒዕኹምዎም ወይ ናይ ናይ ነፍሲ ወከፎም መጽሓፍ ወይ ነፍሲ ወከፎም ኢንተርቪው ድሕር ሰሚዕኹሞ በዚ መገዲ እዚ እዮም ሙሉእ ነገራቶም ሙሉእ ስምዒታቶም ሙሉእ ህይወቶም እዮም ነቲ ዕላምኦም ዝውፍይዎ ብትኽክል እንታይ ከም ንደሊ እንድሕር ፈሊጥና እሞ ከዓ ነቲ ንደልዮ ዘለና እንድሕር ዋጋ ከፊልናሉ ናይ ህይወት ዕላማና እንድሕር ጌርናዮ ኩሉ ነገራትና ናብኡ ክግዛእ እንድሕር ጌርናዮ ናይ ግድን እዩ ኣብቲ ንደልዮ ክንበጽሕ። እቲ ነገር እቲ ናይ ሞትን ህይወትን እንድሕር ኮይኑ ካልእ ሓንቲ ኣማራጺ የለን እዚኣ ክትከውን ኣለዋ ኢልና እንድሕር ሓሲብና ኣብ ውሽጥና ዝቃጸል ስምዒት እንድሕር ኣለና ናይ ግድን እዩ ኣብቲ ንደልዮ ክንበጽሕ። ዝበዝሑ ሰባት ግን ይጅምሩ እንታይ ከገዲስኒ ኢሎም ገድፎ ቁሩብ መሰናኽል ምስ ኣጋጠሞም ገዲፎሞ ናብ ካልእ ይኸዱ። ኩሉ ግዜ እዚ ዓይነት ልምምድ ስለ ዝገብሩ ከዓ ኣብቲ ዓወት ክበጽሑ ኣይኮኑን እዮም። ምክንያቱ ሓደ ነገር ትገብረሉ መገዲ ኢኻ ንኹሉ ነገር ትገብሮ ዋት ዩ ዱ ኤኒቲንግ ኢዝ ዋት ዩ ዱ ኤቭሪቲንግ ዝበሃል ኣበሃህላ ኣሎ። ንሓደ ነገር ትገብረሉ መገድ ድሕር ንእሽተይ ነገር ጀሚርካ ተቋርፅ ኮንካ ቀልጢፍካ ድሕር ተስፋ ተቋርፅ ኮንካ ብሙሉ ህይወትካ ብከምኡ መገዲ ኢኻ ትመርሖ ተኾነ ግን እዚ ነገር እዚ ናይ ህይወተይ ዕላማ እዩ ኣነ ነዚ ተፈጢረ ንብለሉ ነገር ድሕር ኣለና እሞ ከዓ ሙሉእ ነገራትና ሓሳባትና ኣእምሮና ስምዒትና ብሙሉ ድሕር ናብኡ ኣግዚእናዮ ነንብቦ መፅሓፍቲ ብዛዕባኡ ንሰምዖ ኢንተርቪው ብዛዕባኡ እንድሕር ኮይኑ ናይ ግድን ኣብቲ ንደልዮ ክንበፅሕ ስለዚ ዘን ክልተ ነገራት ኩሉ ግዜ ኣብ ሂወትኩም ዘክርዋ መጀመርያ ግዜ ወሲድኩም ሪሰርች ጌርኩም እቲ ክትኮንዎ ትደልዩ እቲ ናይ ሂወት ዕላማኹም እቲ ዘሐጉሰኩም ንዓኹም ነገር እንታይ እዩ ንጎ ብዘይ ኣላርም ትትስእሉ ምሸት ከዓ ደንጉኹም ኣምሲኹም ትድቅስሉ ነገር እንታይ እዩ እዚ መርሚርኩም ፍለጡ ብድሕሪኡ ሙሉእ ነገራትኩም ንዕኡ ከም ዝግዛእ ግበርዎ። ናይ ህይወት ጉዕዞ ከም ምዃኑ ሓሲብኩም ናይ ህይወት ጉዕዞ ክትከዱ ተዳለዉ።